ንውዕል ሰላም ክልል ትግራይ ዝሸምገለ ጉጅለ ሕብረት ኣፍሪቃን ካልኦት መሻርኽትን ዝሓዘት ዓባይ ጉጅለ ሎሚ መቐለ ኣትያላ እዛ ብፍሉይ ልኡኽ ኣፍሪቃዊ ሕብረት ኣብ ዘተ ሰላም ኢትዮጵያ ኦሊሰገን ኣበሳንጆ ተመሪሓ ዘላ ጉጅለ ኣምባሳደራት ብዙሓት ሃገራት እውን ሓቚፋ ኣላ እዛ ተዓዛቢት ጉጅለ፣ ንመስርሕ እቲ ኣብ መንጎ ክልተ ወገናት ዝተፈረመ ስምምዕን ትግባረኡ ምክትታልን ኩነታት ንምዕዛብን ምዃና ተፈሊጡ ኣሎ። ዝርዝሩ ናይ መቐለ ወኪልና ሙልጌታ ኣጽብሃ ልኢኹልና ኣሎ። ኣብ መንጎ መንግስቲ ኢትዮጵያን ህወሓትን ዝተገበረ ስምምዕነት ሰላም ስዒቡ፣ ተግባራዊነት እቲ ስምምዕነት ዝግምግምን ዝከታተል፣ ጉጅለ ሕብረት ኣፍሪካ ሎምዓንቲ ኣብ ከተማ መቐለ ብዕሊ ስርሑ ጀሚሩ ኣሎ። ኣምባሳደራትን ተወከልትን ሰላሳን ክልተን ሃገራትን ትካላትን ኣብ ዝተረኸብሉ ኣብዚ ናይ ምስረታ መድረኽ ተወከልቲ ዩናይትድ ስቴትን ሕብረት ኣውሮፓን እውን ተረኺቦም እዮም። ብተወሳኺ ሰብ መዚ መንግስቲ ፌዴራል ኢትዮጵያ፣ ኣመራርሓ ሰራዊት ምክልኻል ኢትዮጵያ፣

ሓቢርና ክንሰርሕ ኢና ኢሎም። ኣብቲ መድረኽ ንልኡኻት መንግስቲ ኢትዮጵያ ወኪሎም ዝተዛረቡ ሚኒስተር ፍትሒ ዶክተር ጌዲዮን ጢሞቴዎስ፣ ኣብዚ ሰሙን ክልተ ግዘ ናብ ከተማ መቐለ ምምፅኦም ገሊፆም። ከም ናተይ ካብ መቐለ ናብ ካልኦት ከባቢታት ኢትዮጵያ ካልኦት ሰባት ዝመላለስሉ ክኸውን ይምነ ክብሉ ገሊፆም። መንግስቲ ኢትዮጵያ ተግባራዊነት ስምምዕነት ሰላም ብቑርፀኝነት ይሰርሕ ኣሎ ክብሉ ተዛሪቦም እዮም። ስርሑ ንዝጀመረ ትግበራ ስምምዕነት ሰላም ዝከታተል ጉጅለ እውን ክንሕግዞ ኢና ክብሉ ተዛሪቦም። ንክልል ትግራይ ብምውካል ኣብቲ መድረኽ ዝተዛረቡ ኣቐባሊ ቃል ህወሓት ኣይተ ጌታቸው ረዳ ብወገኖም ነቲ ጉጅለ ኣድላይ ዘበለ ምትሕብባር ክንገብር ኢና ኢሎም። ብተወሳኺ እውን ካብ ከተማ መቐለ ንሰሜን ኣንፈት ሰላሳ ኪሎ ሜትር ርሒቓ ኣብ እትርከብ ኣጉላዕ ኣብ ዝተብሃለ ቦታ ሓደ ቦጦሎኒ ሰራዊት ምክልኻል ኢትዮጵያ ምእታዉ ገሊጾም። ኣብዚ ቦታ ድማ ሓይልታት ትግራይ ዝፈትሕዎ ከበድቲ መሳርሒ ኲናት ምስቶም ኣባላት ሰራዊት ምክልኻል ኢትዮጵያ ብምዃን ኣብ ኣጉላዕ ቆጸራ የካይዱ ኣለዉ ክብሉ ገሊጾም እዮም። ሓላፊ እቲ ጉጅለ ኮይኖም ዝተሸሙ ኬንያዊ ሜጀር ጀነራል ስቴፈን ራዲንግ ንዝተወሃበኒ እምነት የመስግን ኢሎም። ተግባራውነት ስምምዕነት ሰላም ምክትታል ልኡኽቶይ ድማ ክፍጽም እየ ክብሉ ተዛሪቦም። I came ahead yesterday ናብዚ ዝመጻእኩ ትማሊ እዩ። ምስ ሰባት ንምርኻብ ዕድል ረኺበ ነይረ። ኣብቲ ህዝቢ ልዑል ተበግሶ ርእየ። ብተወሳኺ እውን ኣብ ኣጉላዕ ዝተኣከቡ ከበድቲ መሳርሒ ኲናት ንምርኣይ ዕድል ረኺበ እየ። በዚ ድማ እቶም መሳርሒ ኲናት ንምርካብን በቲ ከይዲ ሰላም ንምቕጻልን ድልየት ከም ዘሎ ርእየ እየ እዮም ኢሎም። ብኻሊእ ወገን ኣባላት ፌዴራል ፖሊስ ኤርፖርት መቐለ ተረኪቦም ኣለዉ። ብተወሳኺ እውን ኣብታ ከተማ ኣገልግሎት ስልክን ኢንተርኔትን ብውሱን መልክዑ ካብ ትማሊ ረቡዕ ዓሰርተ ትሽዓተ ታሕሳስ ክልተ ሽሕን ዓሰርተ ሓሙሽተን ዓመተ ምህረት ጀሚሩ ኣገልግሎት ምሃብ ጀሚሩ ኣሎ። ንድምጺ ኣሜሪካ ሙልጌታ ኣጽብሃ መቐለ።